ሰላም ሰላም ነዚኣ ቪድዮ ትከታተሉ ዘለኹም ከለኹም ኣብዚ ናይ ሎማዓንቲ ርእስቲ ኦንላይን ንዝካየዱ ኣኼባታትን ትምህርትታትን ብኸመይ ንካፈል ከምኡ ከዓ ኦንላይን ክንገና ኣኼባን ትምህርቲ ነካይድ ዝብል እዩ ኣብዚ ሕጂ እዋን እዚ መብዛሕትኡ ኣኼባታት ትምህርትታት ዝኾነ ይኹን ቆፀራታት ኦንላይን እዩ ዝካየድ ዘሎ ስለዚ ነዚ ዝጠቕሙና ከዓ ዝተፈላለዩ ዓይነት ሶፍትዌርስ ኣለውና ኣብዚ ክፍሪ ዕድሜና ሓደ ከም በዓል ዙም ጎግል ሚት ዝኣዶብ ኮኔክት ኡበር ኮንፈረንስ ዌብክስ ጆይን ሚ ጎቱ ሚቲን ስካይፕ ቲም ቪበር እዚኦም ኩሎም እቲኦም ኦንላይን ኮንፈረንስ ነካይደሎም ሶፍትዌርስ እዮም ገሊኦም ፍሪ ቶታሊ ፍሪ ዝኾነ ኣክሰስ ኣለዎም ገሊኦም ከዓ ሊሚትድ ፍሪ ኣክሰስ ኣለዎም ክሳብ ተወሰነ ትራይ ኣክቲቪቲ ዝተካይደሎም ካብኡ ንላዕሊ ግን ንኸፍለሎም ማለት እዩ ስለዚ ኣብዚኦም እቲኦም ሞስት ፖፕላር ዝኾኑ ሶፍትዌርስ ክንርኢ ኢና ኣብዚኣ መጀመርታ ንሪኦ ዙም እዩ ዙም ኣብ ጎግል ኣቲና ዙም ድሕር ዳይልና ኣብቲ መጀመርታ ንሳ ትምፀልና ዙም ቪድዮ ኮንፈረንስ ዌብ ኮንፈረንስ ትብለና ኣላ ምስ ኣተና እዚኣ ትመስል እቲኣ ዌብ ቨርጅን ናይ ዙም ኣፕሊኬሽኖም ብትሪኦ ዘለኹም ጆይን ሆስት መደን ሳይን ን ሳይን ኣፕ ብለና ኣሎ ወይ ጆይን ክንገብር ተኮይና ወይ ከዓ ክነዳርብ ድሕር ዳ ኮይና ማለት እዩ ኣብዚ ታሕቲ ስክሮል ዳውን ጌርና እንታይ ጭናቶም እንታይ እንታይ ዓይነት ሰርቪስ ይህቡ ክነንብብ ንኽእል ኢና ስለዚ ኣብዚኣ ሆስት ሜትድ መጀመርታ ከመይ ጌርና ነካየድ ክንርኢ ኢና ስለዚ ኣብ መጀመርታ ግን ድሕዳ ከነካየድ ኮይና ክስታይ ከለወና ኣለዎ ኣካውንት ከለወና ኣለዎ መጀመርታ ከምዚ እትሪእዋ ዘለኹም ጌርና ክነውፅእ ኣለና ኢሜይልና ሂብና ተንሽዑ ናብ ኢሜይልና ኣክቲቬሽን ሊንክ ክሰደልና እያ ኣክቲቬት ክንገብሮ ኢና ደን ኣብዚት ናትና ሽምና ፈርስት ነም ላስት ነም ፓስዎርድ ሂብና ኣካውንት ክነውፅ ኢና ደን ኣካውንት ምስ ኣውፃና ሓደ ክሰገርና ኣለና ማለት እዩ ሓደ መደብ ኣካይድና ኣለና ሆስት ንገብር ኣለና ባዕልና ማለት እዩ ተማዳለውቲ ናይቲ ኦንላይን ሚቲንግ ኮይንና ኣለና ብቲ ትሪእዎ ዘለኹም ኢንቫይት ሊንክ ሂባትና ኣላ ፓስወርድ ሂባትና ኣላ ስለዚ ነዛ ኢንቪቴሽን ሊንክ ናብቲ ክንሰዶ ዝደለና ሰባት ክንሰዶ ንኽእል ኢና ኣብ ታሕቲ ከምትሪኦ ዘለኹም ናይ ቻት ኣለና ቻት ክንገብር ንኽእል ኢና ኣብዚ ምስ ዝኾነ ሰብ ኣብቲ ኮንፈረንስ ወይ ካብቲ ሚቲን ዘሎ ሪከርድ ክንገብሮ ንኽእል ኢና ትሪኦ ዘለኹም መን መን ይሳተፍሉ ኣብዚ ፓርቲሲፓንት ዝብል ክንሪኦ ንኽእል ኢና ቪድዮን ድምፅን እውን በዚ ንፀጋም ጎድኒ ዘሎ ክንቆፃፀሮ ንኽእል ኢና ንሰባት ከዓ ብጂሜይል ብያሆ ሜይል ጌርና ከዓ ኣብዚ ኢንቪቴሽን ክንሰደሎም ንኽእል ኢና ሼር ስክሪን ከዓ እንድሕር ደኣ ከነዳ ንሕና ስክሪንና ሰብ ክርእየልና እንድሕር ደኣ ደሊና ወይ ከዓ ዋይት ቦርድ ከምዚ ሰሌዳ ነገር እንድሕር ደኣ ደሊና ከዓ ትሪእዎ ዘለኹም ወይ መሪፅና እውን ሸር ክንብል ንኽእል ኢና ሓንቲ ኣፕሊኬሽን ጥራይ ወይ ከዓ ፋይልስ ከዓ ሸር ክንገብር ንኽእል ኢና ካብ ጉግል ድራይቭ ካብ ማይክሮሶፍት ዋን ድራይቭ ጌርና ከዓ ሸር ክንብሎ ንኽእል ኢና ዝኾነ ፋይል ምስቶም ኣብቲ ናትና ኮንፈረንስ ዘለዉ ተሳተፍቲ ስለዚ እዚኣ ዙም ድሓራይ ከዓ እንድሕር ደኣ ክንጆይን ክንገብር ተለድና እቲ ሚቲንግ ከዓ እቲ ሲምፕል ተሰደደልና ወይ ሚትን ኣይዲ ክሰዱልና እዮም ወይ ከዓ ኢንቪቴሽን ሊንክ ከምዚኣ ትሪባ ዘለኹም ኣብዚኣ ንህለት ሕጂ ንዓኣ ክሊክ ጌርና ብዓላ ዳይሬክት ክትገብረና እያ ናብዚኣ ሕጂ ጆይን ዊዝ ቪድዮ ዊዝ ኣውት ቪድዮ መሪፅና ትልልና ምስ ቪድዮ ትልልና ጆይን ክንገብር ኢና ኣብቲ ዓዲምና ዘሎ ሰብ ደን ክንፅበይ ናብዚ ወይቲንግ ሮም እዩ ክሳብ ዘፍልቅ ደልና እቲ ሆስት ዝገብር ዘሎ ሰብ ሓንሳብ ክንፅበይና ዘፍቀደልና ከዓ ጆይን ክንገብር ኢና ሽዑ ደ ሰይም ቪድዮናን ኣውድዮናን ክንቆፃፀሮ ንኽእል ኢቨን ሪከርድ ክንገብር እውን ንኽእል ኢና ቻት ክንገብር ንኽእል ኣነካየድ ንኽእል ዘን ሊቭ መድን ኢልና ከዓ ክንወፅእ ንኽእል ኣት ላስት ማለት እዩ ኢልና ከዓ ንገድፎ ካልኣይ ንሪኦ ጎግል ሚት እዩ ጎግል ሚት ከዓ ኣብዚኣ ጎግል ኣቲና ጎግል ሚት እንድሕር ዳይና መጀመርታ ተምፀልና ንሱ እዩ ስለዚ ኣብዚኣ ጎግል ሚት ኒው ሚቲን ዝብል ኣሎ ኣብዚ ኒው ሚቲን ሰለስተ ሴክሽንስ ኣለና ሊንክ ክንደሊ ኣለና ሊንክ ትበና ኣላ ዘን ሽዕኡ ሸር ንገብሮ ነቲ ሰብ ኣብኡ ንራኸብ ማለት እዩ ኣብቲ ካልኣይ ከዓ ኢንስታንት መትን ሽዕኡ ንሽዑ እንድሕር ሚቲንግ ከነካይድ ተደሊና ከዓ ጀስት ሓደ ኮንፈረንስ ነዳእ ኣሎና ማለት እዩ ኣብዚኣ ሬዲ ኮይና ድማ ቪድዮና ርኢና ድምፅና ገለ ርኢና ከዓ ጆይን ንብላ ን ንኣቱ ማለት እዩ ሽዕኡ ኣብዚ ኣድ ፒፕል እንዳበልና ነቲኦም ዝደለናዮም ሰባት ዓዲምና ከነእትዎም ንኽእል ዝወዳእና ከዓ እዚኣ ትሪኦ ዘለኹም ከምዚኣ ናይ ቴሌፎን መዕፃዊት ዓፂና ንወፅእ እቲ ኣሳሰይቲ ከዓ ስኬጁል ንጎግል ካላንደር እዩ እዚ ከዓ ቆፀራ ንሕዝ ማለት እዩ ንከምዚ ታይትል ንህቦ ዝኾነ ርእስቲ ይብና ነቲ ናትና ሚትን መዓልቲ ሰዓት መሪፅና ንክንደይ ሰዓት እዩ እቲ ሚቲን ዝኸይድ ዘሎ ኢልና ኣብኡ ስኬጁል ንገብር ማለት እዩ ኣብዚ እውን ኣብዚ ጌስት ዝብል ኣሎ ብየማናይ ወገን ከዓ ኣብኡ ከዓ ሰባት ንዕድም ሽዑ ኢመይል ክትሰደሎም እያ ንህሎም እቲ ናቶም ኢመይል ናብ ከምዚ ተዓዲምኩም ኣለኹም ዝብል ኖቲፊኬሽን ክትሰደሎም እያ ተን ምስ ሊንክ እውን ክትሰደሎም እያ ተናብኣ ክሊክ ገይሮም ጆይን ክገብሩ ይኽእሉ ማለት እዩ ብትናትና ኣዳሊናዮ ዘለና ሜቲን ካልኣይ ድማ ከመይ ጌርና ጆይን ንገብር እዩ ከምዚኣ ዓይነት እንድሕዳ ኢንቪቴሽን እንድሕዳ መፅያትና ከምዚኣ ዓይነት እያ ትመፀና ኣብቲ ጂሜል ዝኾነ ሰብ ናብ ጎግል ኢሜል ምስ ዓደመና ዘትሪዮ ዘለኹም ኣብዚኣ ንመዓስ እዩ ካላንደር ክሳብ ሰዓት ክንደይ ና ሰዓት ክንደይ እዩ ኩሉ ትበና ኣላ ኣብዚኣ ሊንክ እዚኣ ክሊክ ጌርና ኢና ጆይን ንገብር ኣብዚኣ መጀመርታ ካሜራና ድምፅና ርኢና ድሓን ምስ ወዳእና ጆይን ናው ክንብላ ኢና ሽዑ ናው ክንኣቱ ኢና ናብቲ ድሕዳኣ ፕሬዘንት ንገብሮ ነገር ድሕዳ ኣለና ኮይኑ ከዓ ፕሬዘንት ንገብር ስክሪን ናይ ሸር ንገብሮ ወይ ክሮም ታፕ ዝኾነ መመረፅና ዘን ምስ ወዳእና ከዓ ሌቪልና ከዓ ንወፅእ ናይ ጎግል ሚት እዚኣ ትመስል ከም ጌርና ጆይን ንጋበር ከም ጌርና ተሳሰይት ንሪኣ ከዓ ዌብኤክሲ ወይ ከዓ ኪስኮ ዌብኤክሲ ከምቲ ዝበልክኹም ተመሳሳሊ እዩ ኩሎም እዚኦም ኦንላይን ናይ ኮንፈረንስ ሶፍትዌር ተመሳሳሊ ዓይነት ስቴፕስ እዩ ዘለዎም ለሲ ናይ ወብኤክስ ከዓ ከመይ ከም ዝመስል ከዓ ወብኤክስ ኢልና ምስኣትና እዚኣ መጀመርታ መፀትልና ኣላ ኣብዚ ፕራይስ ክንርኢ ንኽእል ሊሚት ኣለዎም እዚኦም ካብ ሓምሳ መነት ንላዕሊ ክንከይድ ኣይንኽእል ኢና ንድሕዳ ኮይኑ ካብኡ ክንከፍለሉ ኣለና ደን ሳይን ኣፕ ክንገብር ኢና ኢሜይልና ሂብና ኣብዚ ማለት እዩ ኦልሬዲ ኣነ እኮ ኣካውንት ስለ ዘለኒ ዳይሬክታት ገብረኒ ናብኡ ግን ኣብዚኣ ሳይን ኣፕ ምስ በልኩም ቀሊል ትሕቶታት ዝሓተትና እንዳመለስና ደን ሳይን ኢን ገብር ኣለኹ እዚ ፓስወርድን ህባኤ ስታርት መድን ሚቲን ከካይድ ደልየ ዘለኹ ስለዚ ኣብቲ ዌብ ክሰርሕ ካንስል ክብላ እዚ እዚ ካብ ብራውዘር ክሰርሕ ደን ስታርት ቪድዮ ክብላ ይኽእል ቪድዮ ድሕዳ ክገብር ደልየ ድሕዳ ድምፂ ከጥፎ ትደልየ ሚት ይገብር ሼር እንድሕር ደኣ ክገብር ደልየ እውን ሼር ክገብር እየ ብዚ ሼር ዝብል ዘሎ ብታሕቲ ናተይ ክስታይ ስክሪነይ ወይ ከዓ ዝኾነ ፕሬዘንቴሽን ተለኒ ስክሪን ዲ ወይ ከዓ ኣፕሊኬሽን ሼር ክብለ ኣብዚ ኣድቫንስድ ክስታይ ኣለና ሎክ ሚቲንግ ክንዓፅቦ ንኽእል ቻት ንድሰይም ንኩሉ ሰብ ዝሪኦ ዝብል ክንፅሕፍ ንኽእል ዝኾነ መሴጅ ንተን መወዳእትኡ ኢንድ ሜቲን ኢልና ከዓ ምስ ወዳእና ኢንድ ሜቲን ኢልና ከዓ ንወፅእ ብሰይም ከምታ ናይ ጎግል ኢሚት ስኬጁል ክንገብር ንኽእል ኢና ኣብዚ ኣብዚ ሚቲንግ ቶፒክ ኢልና ኣርእስቲ ንህቦ እንታይ እዩ እቲ ናትና ሚቲንግ ኮንፈረንስ ከሚት 50 ሚኒትስ እዩ እቲ ናትና ሊሚት ካብኡ ንላዕሊ ክንከይደ ንኽእል ኢና ንከፍለሉ ኢና ካብኡ ንላዕሊ ክንከፍል ኢና ስለዚ 50 ሚኒትስ ኢለ ኣለኹ ስኬጁል ጌርና ኣለና ዊዝ ኢንቫይትድ ዝብል ኣሎ በዚ የማን ወገን ብኡ ክንውስኸሉ ንኽእል ኢና ናብ መን ናብ መን ክንዕድም ደልና ከም ዘለና እንደ ኢንፎርሜሽን ከ ኣብ ስታሕቲ ንዕለና ሜቲን ሊንክ ሜቲን ናምበር ፓስወርድ ትብል ከ ኣለና ነዚኣ ሰዲድና ነዚ ሰብ እውን ጆይን ከም ዝገብር ክንገብሮ ንኽእል ኢና ደን ኣብቲ ሚቲን ናትና ኣቲና እውን ኣለውን ኣብዚ ስኬጁል ዝገበርናዮም ኣለውን ብናተይ ክልተ መዓስ መዓስ ማለት እዩ ዝገበርኩ ጆይን ክንገብር ንሕዳ ኮይና ከዓ እቲ ሲምፕል ጆይን ሚቲን ኢንፎርሜሽን ሕጂ እንድሕዳ ኣብታ ኢሜይልና መፅኣትና ከምዚኣ ጆይን ሚቲን ትብል ዘላ ባተን ጠቢቕና ጆይን ፍሮም ብራውዘር ኢና ንብላ ንሕና ኣካውንት ትሓተና ኣላ ናይቲ ዌብኤክስ ፓስወርድ ናብኡ ንተባኢና ሳይን ኢን ምስ ገበርኩ ኣውቶማቲካሊ ኣትየ ኣለኹ ናብቲ ሚቲን ዝዓደመኒ ሰብ ማለት እዩ ወይ ከዓ ከም ካልኣይካ እዚኣ ሚቲን ናምበር ኮፒ ኢልና ኣብዚኣ ክነእትዋ ንኽእል ንሽዑ በቲኣ ሚቲን ኣይዲ ብኣውን ጆይን ክንገብር ንኽእል ኢና ናብቲ ተዓዲምናያ ዘለና ደሰይም ከማያ እዚኣ ኣድምና ዝገበርናያ ጀስት እዚኣ ብኣይዲ እቲኣ ከዓ በታ ሊንክ ካብታ ናይ ጂሜይል ዝመፀትና ጌርና ኢና ኮኔክት ንገብር ዘለና ሰው ኦ እዚኣ ትመስል እቲ ናይ ኮንፈረንስ ሶፍትዌርስ ክንሪኦ ዝበልና ብሓፈሻ ቅሊ ዝበለ እዩ ክስታይ ተመሳሳሊ እዩ ከዓ ተረዳትኩም ክትከውን ተስፋ ይገበር ይዓንየለይ